መሬት ወጊሑ ስለ ዝነበረ፣ ካብቲ ደቂሰዮ ዝነበርኩ ተሲኤ፣ ከም ልማደይ ናብ መስኮት ገጸይ ኣምራሕኩ። ኣብ ጥቓ መስኮት ጠጠው ብምባል ብእኡ ሓሊፈ። ነቲ ናይ ኣቦይ ቀጽርን ርሻናትን ናብዝን ናብትን ዝብሉ ዝነበሩ ገላው ኣቦይ ክርኢ የዒንተይ ኣቋመትኩ። ኣቤት ሃብቲ ብምባል ብናይ ኣቦይ ሃብቲ ዝተገረመ ልበይ ከም ልማዱ ክስድመምን ክግረምን ጀመረ። ኣቤ ኣቦይ ሃብታም ብምንባሩ ዝደለኹዎ ኩሉ ኣይከልኣንን እዩ ነይሩ። እቲ ሕያውነቱ እቲ ኣቦውነቱ፣ ንህይወት ኣዝየ ከስተማቕረ'ዩ ገይሩኒ። ሃብታም ክንሱ፣ ትሕትና ዝመልአ ልቡ፣ ፍቕሪ ዝውሕዝ ቃላቱ፣ ካብ ኩሉ ሰብ ፍልይ ዘብሎ ንሱ'ዩ ነይሩ። ሃብቲ ድዩ ይዕሽኒ ዋላ ምስትውዓል'ዩ ጠፊእኒ ኣይፈልጥን። ሓደ ግዜ ግና ነእሙረይ ሓሳብ ክመላለሶ ጀመረ። ካብ ቤት ኣቦይ ወጺኤ፣ ህይወት ክጥዕመኒ ዝብል ሓሳብ ንውሽጠይ ክህውጾ ጀመረ። እሞ ዘይጠዓምክዎ ነገር ኣሎ ማለት ድዩ? ክብል ንነዊሕ ግዜ ኣብ ውሽጠይ ከኳማስዖ ጀመርኩ። ብቐጻሊ ነዚ ሓሳብ እዚ ክሓስቦን ከስተንትኖን ኣብ ዝጀመርኩሉ ግዜ፣ መስኮት ናይ ቤተይ ከፊተ ነቲ ኣብ ደገ ዘሎ ነገራት ኣብ ደገ ዝነብሩ ሰባት ካብ ቀጽሪ ቤትና ወጺኤ ይርኢ ነበርኩ። ኩሉ እቲ ዘብለጭልጭ ነገር ብቕጽበት ንልበይ ነኡምሮይን ክምስጦን ክማርኾን ጀመረ። ነቲ ኣብ ቤት ኣቦይ ዝነበረ ክብረት ጣዕሚ ከይጥምት በቲ ኣብ ደገ ዝረኣኹዎ ነዒንተይ ክሽፍኖ ጀመረ። ኣይተረደኣንን ደኣምበር እዚ ሓሳብ እዚ ንልበይ ኣሸፊቱ ንኹለንትናይ ገዚኡስ ማረኸኒ። ድሕሪ ብዙሕ ምሕሳብ፣ ኣብ ኣእምሮይ ምስልሳል፣ ንውሳኔ ክበጽሕ ኣይዓገተንን። ሓደ ንግሆ ከም ንስራሕ ዝደንጎየ ሰብ ተሃዊኹ ዝትስእ ካብ ደቂሰዮ ዝነበርኩ ብታህዋኽ ብድድ በልኩ። ንብረተይ ክጥርንፍ ነእምሮይ ኣዳለኹዎ። ኩሉ ዘድልየኒ ጠርኒፈ ኩሉ ወዲኤ ድማ ነቦይ ክረኽቦ ኣብቲ ኩሉ ግዜ ዝቕመጠሉ ቦታ ናብኡ ኣምራሕኩ። ኣብቲ ኣቦይ ዝተቐመጠሉ ቦታ ምስ በጻሕኩ ድፍረት ዝመልኦ ቃላተይን የዒንተይን ንልበይ ክሓስብ ዕድል ኣይሃቦን። ታህዋኽ ዝመልኦ ቃላተይ ኣቦ ክብል እዩ ጀሚሩ። ቀጺለ እወ ኣቦ ዘድልየኒ ክትበኒ ደልየ ኣሎኹ ኩሉ ምቐለኒ እቲ ይግበእኪዩ ዝበልካኒ ውርሻ ሃበኒ ክኸይድ ደልየ ኣሎኹ በልኩዎ ድፍረት ዝመልኦ ቃላተይ ሰገጥ ዘይበለ የዒንተይ ብድፍረት ጠመቶ ዘይተጸበዮ ዘረባ በእዛኑ ዘሪቑ ክኣቱ ንውሽጡ ስንባደ ከም ዝዘረኣሉ ኣብ የዒንቱ እየ ኣንቢበዮ። ድሰምዖ ዘሎ ጌጋ ድዩ ከረጋግጽ ንኽደግመሉ ደጊሙ ሓተተኒ። ብግትር ዝበለ ቃላተይ ነተን ኣቐዲመ ዝተዛረብኩወን ቃላት ኩለን እየ ደጊመየን። ደጊመ እውን ቃላት ክውስኽ ክወጽእ እደሊ ኣሎኹ ካብዚ ቤት እዚ፣ በልክዎ። ንውሽጡ ጓሂ ከም ዝዘረኣሉ ኣብ ገጹ ኣንቢበዮ። ዝሓዘነ ልቡ ንኽዛረብ ሓይሊ ኣይሃቦን። ነቲ ሓሊነ ዝወዳእክዎ ውሳኔ ርእዩ ክመልሰኒ ከም ዘይክእል እዩ ኣብተን ውሑዳት ደቓይቕ ተረዲኡ። ንብዙሕ ደቓይቕ ብዝጓሃየ የዒንቱ ብምጥማት፣ ነቲ ኣነ ብምርጫይ ዝመረጽክዎ ህይወት ንኽኸይድ ንፍቓደይ ኣሕሊፉ ሃበኒ። ዘሸግር ኣይኮነን፣ እቲ ይግበእኪ ዝበልክዮ ኩሉ ክመቕለኪ'የ ኢሉ ዝብል ቃላት ብህድኣት'ዩ ወጺኡ ካብኡ። ካብቲ ዝነበሮ ቦታ ተሲኡ ነቶም ባሮት፣ እቲ ዝግባእ ሃብዋ ኢሉ ነገሮም። እቲ ይግበኣኒን'ዩ፣ የድልየኒን'ዩ ዝበልክዎ ኩሉ ድማ መቐለኒ። ክህበኒ ከሎ ኣብ ልቡ ዝምንጩ ዝነበረ ጓሂ፣ ኣብ የዒንቱ ዝረኣኽዎ ፍቕሪ ክገልጾ ኣይክእልን'የ። እቲ ውርሻይ ምስ ርኤኹ፣ ነቲ ናይ ኣቦይ ጓሂ ከቋጽሮ'ኳ ኣይከኣልኩን። ንብረተይ ሒዘ ሕቖይ ክህቦ ግዜ ኣይወሰደለይን። ሕጂ ዘድልየኒ ኩሉ ሒዘ'የ። ኩሉ'ቲ ክበጽሖን ክጥዕሞን ኣለኒ ዝበልክዎ ብደገ ዝሪኦ ዝነበርኩ ዘዋናወነኒ ህይወት ክጅምሮ'የ በልኩ። ካብ ቤት ኣቦይ ንብረተይ ሒዘ ድማ ንኽወጽእ ኣምራሕኩ። እቲ ብዘብለጭልጭ ነገራት። ዝተመሰጠ ልበይ ክወጽእ ኣዝዩ ሃወኸኒ። ኣብ ቤት ኣቦይ ተዓጽየ ብዙሕ ነገር እኳ እዩ ሓሊፍኒ። ሕጂ ንዓለምን ንእስነትን ከስተማቕሮ፣ ምኽንያቱ እቲ ዘድልየኒ ኩሉ ኣለኒ ዝብል ሓሳባት ናብ ኣእምሮይ እንዳተመላለሰ ሓርነት ዝረኸብኩ ኮይኑ ተሰመዐኒ። በዚ ሓሳብ እዚ ተሰንየ ካብ ቀጽሪ ቤት ኣቦይ ወጻእኩ። እቲ ናይ ኣቦይ ፍቕርን ሓልዮትን፣ ኣብቲ ቤት ገዲፈ ናብቲ ጽቡቕ ዝበልክዎይ ጉዕዞ ሂወት ኣምራሕኩ። ሂወት በይንኻ ተጀሚሩ ብዝሒ ገንዘብ ስለ ዝነበረኒ ከኣ የዕሩኽቲ ከጥሪ ኣይተሸገርኩን። ፍቕሪ ገንዘብ ሱር ኩሉ ክፍኣት ከም ዝብል ቃል ኣምላኽ ኣብ ቀዳማይ ጢሞቴዎስ ሽዱሽተ ዓሰርተ ብገንዘበይ ኩሉ ክገዝእን ዓለም። ከስተማቕረን ዝብል ሓሳብ ስለ ዝነበረኒ ንኹሉ ክበጽሖ ጀመርኩ። ግዜታት ክኸይድ ገንዘበይ ኣብ ዘይጠቅም ክዘርዎ ጀመርኩ። ናብ ሕማቕ ዝመርሑ ይዕሩኽ ስለ ዝተማሓዘኹ ናብቲ ኣዝዩ ዝኸፍእ ሓጢኣት ክኣቱ ጀመርኩ። እቲ ክበጽሖን ክጥዕሞን ኣለኒ ዝበልክዎ ብደገ ዘዋናውነኒ ዝነበረ ህይወት ኩሉ ናይ ዓለም በጻሕክዎ። ገንዘበይ ኩሉ ንቕለትን ዕብዳንን ኣጥፋእክዎ። ሓደ ንግሆ ዘለኒ ገንዘብ ክቖጽር ኣብ ጁባይ ኢደይ ሰዲደ ክፍትሽ ሃሰስ በልኩ። ጥርሓ ዝኣተወት ኢደይ ጥርሓ ንኽትምለስ ርእየ ኣዝየ ሰንበድኩ። ወላ ሓደ ከም ዘይብለይ ወላ ሓደ ከም ዘይተረፈኒ ከኣ ተገንዘብኩ። ክረድኡኒ ይኽእሉ'ዮም ዝበልኩዎም ኩሎም እቶም ዝቐርቡኒ ዝነበሩ ክረክብ ኣዝየ ተጋደልኩ። ወላ ሓደ ግና ክረክብ ኣይከኣልኩን። መዓልታት ክኸይድ ጥሜት፣ ስእነት፣ ክኸበኒ ጀሚሩ። ጭንቀት፣ ጽምዋ፣ ተስፋ ምቑራጽ፣ ምረት ንውሽጠይ ክወሮ ከሎ ተፈለጠኒ። ተስፋ ዝቖረጸት ህይወተይ፣ ምቾት ዝለመደ ስጋይ ከዕርፉኒ ኣይከኣሉን። ኣብቲ ርሑቕ ሃገር ዝነበርኩዎ ንዝጠመየት ነፍሰይ ክዕንግል ኮለል ክብል ጀመርኩ። በቲ ጸሓይ ዝበርትዖ ዋር ዋር ዝብል ሙቖት በይነይ ዘወን ክብል። ለካ ሂወተይ ኣብ ቀጽሪ ኣቦይ ኮይናያ ጣዕሚ ዝነበሮ ሂወት ትነብር ኔራ እንክብል ካብ ውሽጠይ ኣዕሚቀ ኣስተንፈስኩ። እቲ ጸሓይ ዝሃረሞ ገጸይ፣ ጽምኢ ዝበርትዖ ከናፍረይ ደሪቁ ክዛረብ ኣይከኣለን። በይነይ ምስ ሕሉፍ ትዝኽርታት ሂወተይ ዘወን ክብል ስራሕ ክደሊ ጀመርኩ። ጸላኢ እውን ብጊድኡ ብኽሲ ከዕርፈኒ ኣይከኣለን። ንዘልኣለም ከምኡ ኮይነ ከም ዝተፈረድኩ ከርእየኒ፣ ድኻማተይን ውድቀተይን እንዳርኣየ ንድኻመይ ጥራይ ክጥምት እዩ ገይሩኒ። ድሕሪ ብዙሕ ኮለል ኣብ እንዳ ሓሰማ ስራሕ ረኺበ ክሰርሕ ጀመርኩ። እቲ ቦታ ንኽትሰርሐሉ ይትረፍ ብኡ ንኽትሓልፍ እውን ኣዝዩ ዘስካሕክሕ ቦታ እዩ ነይሩ። ሽታ ናይቲ ቦታ ኣዝዩ ብርቱዕ ስለ ዝነበረ። ጥሜት ስለ ዝነበረኒ፣ ካብቲ ዝበልዐኦ ዝነበራ ቁራፍ ክበልዕ ሃረር ይብል ነበርኩ። ዝህበኒ ግና ክረክብ ኣይከኣልኩን። ካብ ላዕሊ ናብ ታሕቲ ጻሕ ኢላ ዝወደቐት ህይወተይ ብፍጹም ክጥዕማ ኣይከኣላን። ናብራ መሪሩኒ ኩሉ በቃ ጠሊሙኒ ንኽብል ኣብ ውሽጠይ ብርቱዕ ጓሂ ተሰመዐኒ። ኣብ ቤት ኣቦይ ዝነበረኒ ፍቕሪ ክብረት ዘኪረ ኣምሪረ ክበኪ ጀመርኩ። እንታይ እንታይ ኮይነ እየ እንታይ ኮይነ እየ ንእስነት ድዩ ዋላ ዕሽነት እናበልኩ ምንኽናኽ ንትንፋሰይን ቃላተይን ክቖራርጾ ጀመረ። ንብዓት ካብ የዒንተይ ክውሕዝ ከም ፈልፋሊ ዒላ ማይ ክዛሪ ኣብቲ ዝነበርኩዎ ሓመድ ተንበርኪኸ ዘርጋሕ በልኩ። ንመሬት ብኢደይ እናሃረምኩ ካብ ልበይ ተጣዓስኩ። ናብ ልበይ ስለ ዝተመለስኩ ኩሉ እቲ ዝመጻእክዎ ጎደና ሂወተይ ክሓስቦ ጀመርኩ ገበኑ ዝከውል ኣይሰልጦን እቲ ዝናዘዘሉ እሞ ዝሓድጎ ግና ምሕረት ይረክብ ዝብል ቃል ኣብ ምሳሌ ዕስራን ሸሞንተን ዓሰርተ ሰለስተ ቅጅል በለኒ። ባዕለይ ባዕለይ ዘምጻኹዎ ሽግር ንጸላኢ ስፍራ ሂበ ኣብ ሂወተይ ባዕለይ ዘምጻኹዎ ሽግር እንክብል ንብዓተይ ከቋርጽ ኣይከኣለን። ድሕሪ መሪር ጓሂ ዝመልኦ ብኽያት። እንጀራ እንጀራ ዝተርፎም ጉዙኣት ኣቦይ እኮ ክንደይ እዮም ኣነ ግና ኣነ ግና ኣብዚ ብጥሜት ይመውት ብጥሜቱ ይመውት ኣለኹ ተስኤ ደኣ ተስኤ ደኣ ናብ ኣቦይ ክኸይድ ኢለ ንብዓተይ በቲ ዝረስሐ ኣእዳወይ ሓቢሰ ካብቲ ዝወደቕኩዎ ሓመድ ብድድ በልኩ። ምንኽናኽ ዝበዝሖ ቃላተይ መሊሱ ክቕጽል ውሉዱ ምዃን እንተተረፈኒ ሓደ ካብኣቶም ግዝኣቱ ግበረኒ ክብሎ እየ እናበልኩ ተነኽነኽኩ። ቃላተይ ክውድእ ኣይከኣልኩን። ውሉዱ ክበሃል ኣይበቅዕን እየ ዝብል ሓሳብ ኣብ ውሽጠይ ክመላለሰኒ ምስዚ ኩሉ ሓጢኣተይ ምስዚ ኩሉ ሓጢኣተይ ምስዚ ኩሉ ሓጢኣተይ ከመይ ገይሩ ክቕበለኒ? እናበልኩ ኣዝየ ኣምሪረ ብኽያተይ ቀጸልኩ። እቲ ኣብ ውሽጠይ ዝነበረ ብርቱዕ ጓሂ ንንብዓተይ ካብ ምንባዕ ከህድኦ ኣይከኣለን። ምስ ነፍሰይ እንዳተዘራረብኩ ናብ ኣቦይ ክምለስ ኣለኒ ዝብል ሓሳብ ሒዘ ስለ ዝነበርኩ ናብ ኣቦይ ክምለስ ኩሉ ወዳእኩ። ግና ኣቦይ ምስዚ ኹሉ ዝገበርክዎ ይቕበለኒዶ? ዝብል ሓሳብ ኣብ መንጎ ክኾላልፈኒ፣ ከም ኣብ ክልተ ሓሳብ ዝተቐርጥቀረ ሰብ ናብ ውሳኔ ዘይበጽሕ መታእ መታእ በልኩ። ክኸይድ ኣለኒ፣ ካልእ ይትረፍ ከይደ ምሕረት ክሓቶ ዝብል ሓሳብ ኣብ ውሽጠይ ክደፍኣኒ ጀመረ። እቲ ዝቕመጠሉ ዝነበርኩ ዓዲ ርሑቕ ብምንባሩ ግና ነቦይ ምሕረት ክሓቶ ዝብል ውሳኔ ኣብ ውሽጠይ ስለ ዝነበረ እቲ መዓልታት ዝወስድ ጉዕዞ ባህ ኢሉኒ ጀመርኩዎ። ናብቲ ዝቕመጠሉ ዝነበርኩ ዓዲ ናብኡ ምስ ቀረብኩ ካብ ርሑቕ ዝጸባበየኒ ዝነበረ ኣቦይ ካብ ርሑቕ ረኣየኒ። ብጉያ መጺኡ ድንጋጽ ዝመልኦ ልቡን በታ ዝርግሕቲ ኢዱ ሰዲዱ ብኽሳደይ ሓኒቑ ሰዓመኒ። ፍቕርን ምሕረት ኣቦይን ዝረኣየ ልበይ መኺኹ ዕንድ ክብል፣ የዒንተይ ንብዓት ክዛሪ፣ እዚ ኹሉ ድንጋጸን ምሕረትን ርእየ ኣዝየ በኸኹ። ኣብ ትሕቲ እግሩ ወዲቐ ንልበይ ብኢደይ እናሃረምኩ ኣህ! ኣቦይ! ኣቦይ! ዝብል ቃል ካብ ውሽጠይ ብሓይሊ ደፊኡ ክወጽእ፣ ኣብ ቅድሜኻን ኣብ ቅድሜኻን ኣብ ሰማይን ሓጢኣት ገበርኩ፣ ንዓይ ንሓጥእ መሓር። ኣነ ውሉድካ ክበሃል ኣይበቅዕን እየ፣ ኣይበቅዕን እየ እናበልኩ መመሊሰ ንልበይ ብኢደይ ሃረምክዎ። ድንን ኢለ ኣብ ትሕቲ እግሩ ተንበርኪኸ ክጥምቶ ድፍረት ኣይረኸብኩን። እተን ክወጻ ከለዋ ብድፍረት ዝጠመትኦ የዒንቲ መኺኸን ንኽጥምትኦ ሓይሊ ይሰኣና። ኣነ ንዓኻ በደልኩ፣ ኣነ ንዓኻ በደልኩ፣ ኣነ ንዓኻ በደልኩ፣ ሓጢኣተይ ይናዘዝ ኣለኹ፣ ንሓጢኣተይ ይቕረ በለለይ፣ ንሓጢኣተይ ይቕረ በለለይ እናበልኩ ብምሕረት ሓተትክዎ። እታ ንምሕረት ዝርግሕቲ ኢዱ ሰዲዱ ካብቲ ተምበርኪኸዮ ዝነበርክዋ ተሰእኒ። ንብዓተይ እናደረዘ ምስ ሓጢኣተይን ኣበሳይን ከይፈንፈነ ናብ ማሙቕ ሕቕፉ ኣእተወኒ። ከመይ ገይረ እየ'ሞ ከመይ ገይረ እየ'ሞ ኣሕሊፈ ክህበኪ? ልበይ ኣብ ውሽጠይ ተናወጸ። ኩሉ ምሕረተይ ነደደ። እናበለ ናቲ ናይ ሓጢኣት ናብ ባሕሪ ምርሳዕ ደርብዩ ብምምላሰይ ብምጥዓሰይን ዝተሓጎሰ ልቡ ምሕረት ክገብረለይ ግዜ ኣይወሰደሉ። ፍቕሪ ኣቦይ ንኹለንትናይ ስዒሩኒ፣ ኣዝዩ ናይ ኣቦይ ምሕረት ገሪሙኒ። ኣነ ግና መን እየ? ኣነ መን እየ ክሳዕ ክንድዚ ምሕረት ዝበዝሐለይ ንኽብል ጸጸኒሐ ክጥምቶ ንብዓተይ ክቆጻጸሮ ኣይከኣልኩን። ብሓጎስ ዝተፈንጨሐ ኣቦይ ብኢደይ ስሒቡ ናብ ማሙቕ ቤተይ ኣእተወኒ። ንኹሎም ገላኡ ድማ ሎሚ ዓቢ ፍልይቲ መዓልቲ'ያ። ውሉደይ ጠፊኣ ነይራ ተመሊሳ ሞይታ ነይራ ተሲኣ ዓቢ ድግስ ግበሩ ኢሉ ብቕልጡፍ ኣዘዞ ነቲ ዝረስሐ ክዳውንተይ ኣልጊሱ ሓድሽ ልብሲ ከዲኑ ካባ ለበስ ኣልበሰኒ ኣብ ኣእዳወይ ቀለቤት ኣብ ኣእጋረይ ጫማ ገበረለይ። መመሊሰ ኣነ ግና መን'የ? ኣነ መን'የ ክሳዕ ክንድዚ ክብረት? ኣነ መን'የ ክሳዕ ክንድዚ ምሕረት? ክብል ከናፍረይ ቃላት ከውጽእ ኣይከኣለን። ዓቢ ፌስታ ኮይኑ እዚ ኩሉ ግዜ ኣቦይ ይጽበየኒ ከም ዝነበረ ኣጸቢቐ ተገንዘብኩ። ጸጸኒሑ ክጥምተኒ ተሰሚዑኒ ዘይፈልጥ። ሰላምን ሓጎስን ወረረኒ ኣቤት ናይ ኣቦይ ፍቅሪ ክብል ንዘልኣለም ክነብር ካልኣይ ግዜ ከይጋገ ኣብ ሂወተይ መብጽዓ ኣተኹ መመሊሱ ክጥምተኒ መመሊሱ ክሓቅፈኒ በቲ በቲ ዝረኣ ነገር ናይ ዓለም ተታሊለ ጽቡቅ ውሳኔ ዝወሰንኩ መሲሉኒ ግናኸ ንህይወተይ ኣብ ብዙሕ ሓጢኣት ከም ዘእተኽዋ ኩሉ መምሃሪ ኮይኑኒ። እቲ ምሕረተኛ ኣምላኽ ብዝተመለስናዮ መጠን ዝምለሰና ኢዱ ኩሉ ግዜ ዝርግሕቲ'ያ። ሓጢኣትና እንተ ተናዘዝና ንሓጢኣትና ይቕረ ክብለልና ካብ ኩሉ ዓመጻ'ውን ከንጽሃና ንሱ እሙንን ጻድቕን እዩ። ቀዳማይ ዮውሃንስ ክልተ ሓደ። ሎሚ እግዚኣብሄር ዕድል ሂብና እንከሎ ብምሕረት ናብኡ ንቕረብ። ካብ ቤት ኣምላኽ ዝወጸና እንተሎና ኣብ ሓጢኣት ንማላለስ ንዓይ ደኣ ከመይ ገይሩ ምሕረት ይገብረለይ ንዓይ ደኣ ከመይ ገይሩ ይቕበለኒ ንብል እንተሊና ኣብ ቅድሚኡ ብንስሓ ብምሉእ ልብና ንቕረብ ንሱ ሓጢኣትና ክሓድግ ኡምንን ጻድቕን እዩ ትማሊ ሓሊፉ እዩ ጽባሕ ውን ኣይናትናን እያ ሕጂ ጊዜ ሂብና እንከሎ ካብቲ ሓጢኣትና ንመለስ ንመለስ የሕዋተይ ንሱ ይጽበየና ኣሎ በታ ዝርግሕቲ ኢዱ ኣብ እቲ ኣቦ ምሕረት ይጽበየና ኣሎ ሎሚ ምላሽና እንታይ እዩ ካብቲ ዘለናዮ ሓጢኣት ተነሲሕና ናብ ገጽ እግዚኣብሄር ንመለስ እግዚኣብሄር ነቶም ዝጽውዕዎ ኩሎም ብሓቂ ንዝጽውዕዎ ኩሎም ቀረበኦም እዩ መዝሙር ዳዊት ሚእትን ኣርባዕን ሓሙሽተን ዓሰርተ ሸሞንተ። እምበኣርስ ሓጢኣትኩም ምእንቲ ኪድምሰሰልኩም፣ ካብ ገጽ እግዚኣብሄር ከኣ ዘመን ዕረፍቲ ምእንቲ ክትረኽቡ፣ ሎሚ ተነስሑ፣ ናብኡ ተመለሱ። ግብሪ ሃዋርያት ሰለስተ ዓሰርተ ትሽዓተ፣ እግዚኣብሄር ይባርኽኩም።